ዝኸበርኩም ተኻታተልቲ መደባት ድምጺ መርበብ ናህዳ ዝዓዘዘን ዝኸበረን ገድላዊ ሰላምታና ይብጻሕኩም። ንምክታሉ ክጥዕመኩም መደባትና ትሕዝትኡ ከቕርበልኩም። ናይ ሎሚ ዕለት ዕስራን ትሽዓተን መጋቢት ክልተ ሽሕን ዓሰርተ ሓሙሽተን ብምኽንያት መበል ስሳን ሽዱሽተን ዓመት ዝኽሪ መስዋእቲ ቐዳማይ ስዉእ ሸኽ ዓብደልቓድር ከቢረ ዝተዳለወ ፍሉይ መደብ እዩ። ፈላማይ ትሕዝቶ ቃል ሰልፊ ናህዳ ኤርትራ ብምኽንያት መበል ስሳን ሽዱሽተን ዓመት ዝኽሪ መስዋእቲ ሸኽ ዓብዱልቃድር ከቢሬ ሎሚ ውን ኣብ ኣሰርካ ኣብ ትሕቲ ዝብል ቴማ ዝተዳለወ ጽሑፍ ናባኹም ክነብሎ ኢና። ቀጺሉ ኣበርክቶ ሸኽ ዓብዱልቃድር ከቢሬ ኣብ ታሪኽ ቃልሲ ህዝቢ ኤርትራ ዝድህስስ መደብ ክስዕብ እዩ። ሓደ ግጥሚ ውን ብኣማን ሰላም ዝተዳለወ ኣካል ፈነዋና ክኸውን እዩ። ስዒቡ ሃገራዊ ጻውዒት ንመናእሰያት ኤርትራ ካብ ቤት ጽሕፈት መናእሰያትን ተማሃሮን ሰልፊ ናህዳ ኤርትራ ብጽሑፍ ከቕርብ ኢዩ። ኣብ መንጎ መደባትና ጣዕመ ዜማታት ከነሰንየልኩም ኢና። ንምክታሉ ብኽብሪ እንዳዓደምና ሰናይ ጻንሒት ንምነ።
ቃል ሰልፊ ናህዳ ኣብ መበል ስሳን ሽዱሽተን ዓመት ዝኽሪ መስዋእቲ ሸኽ ዓብደልቃድር ከቢረ ኣንጻር ገዛእቲ ዝተገብረ ቃልሲ ህዝቢ ኤርትራ ናይ ዘመናት ታሪኽ ዘለዎ ኮይኑ ኣቦታትና እምብለይ ንመግዛእቲ ብምባል ናይ ናጽነት ንድፊ ብምቕላስ ኣብ ኩሉ ከተማታትን ገጠራትን ኤርትራ ኣንጻር ባዕዳዊ ገዛእቲን ከደምቶምን ዘይሕለል ቃልሲ ተቓሊሶም ኢልና ታሪኽ ከነንብብ እንከለና ኣብ ቅድሚ ዓይንና ዝቕጀል ኣካል ቃልስን መራሕን ናይዞም ምዑታት ሰብ ታሪኽ ኣቦታት ፍትሕን ዲሞክራስን ማዕርነትን ዝዓሰላ ነጻን ሉኣላዊትን ሃገር ንኽንምስርት ብሓባር ምስዞም ጀጋኑ ኣቦታት ብምዃን ነዚ ንድፊ ናጽነት ንምዕዋቱ ናይ ቀዳሞት ቅድሚት ኮይኖም ምእንቲ'ዛ ክብርቲ ሃገር ብደሞም ታሪኽ ዝወቀሩ ኣቦራቢጣ እዮም ኣብ ቅድሚ ዓይንና ዝቕጀሉ። ነዚ ናጽነትን ፍትሕን ዲሞክራስን ኣብ ሽቶኡ ንምብጻሕ መሪር ቃልሲ፣ ክንይኡ ድማ መስዋእቲ ከም ዝኽፈል ብተግባር ኣሰንዮም ዘምሃሩና ኣቦ ሰማእታት ኤርትራ ኣብ ኣሰሮም ህዝቢ ኤርትራ ብፍላይ መንእሰይ ብወለዶታት እንዳተቐባበለ ምእንቲ ነጻን ሉኣላዊትን ኤርትራ ንፍትሕን ዲሞክራሲን ማዕርነትን ሓራ ሕብረተሰብን ክረጋገጽ ክብል ኣብ መስርሕ ሃገራዊ ሓርነታዊ ተጋድልኡ ኮነ ምዕቃብ መሬቱን ሓርነቱን ንምርግጋጽ ህዝቢ ኤርትራ ሰፍ ዘይብል ሓርበኛዊ ጅግንነታዊ መስዋእቲ ከፊሉ እዩ። ብፍላይ ከኣ እቲ ድሕሪ ምሕራር መሬት ንኣስታት ርብዒ ዘበን ስልጣን ዝጨበጠ ገባቲ ጉጅለ ህግደፍ ነቲ ዝወሰዶን ገናውን ዝወስዶ ዘሎ ኣዕናዊ ፖሊሲ ክቡር ዋጋ ዝኸፈለ ህዝቢ ኤርትራ ሞስኡ ንብረቱ ራሲኻ ሃፍቲ ሃገሩ ሞዝሒቕካ እምብለይ ንዝበለ እንዳኣሰርካን እንዳቐተልካን ብራዕድን ሽበራን ኣብ ገዛእ ሃገሩ ደኒኑ ክነብር ነዚ ምስ ዘይከእል ድማ ከምቲ ካብ ግዜ መግዛእቲ ጀሚሩ እግሩ ናብ ዝመርሖ ካብ ምስዳድ እፎይ ዘይበለ ናብ ጎረባብቲ ሃገራትን ዓለምን ብሰሃራን ባሕርን ቀለብ ዓሳን ኣደዳ መሸጣ ኣካላትን ካልእን ብምዃን ይኸፍሎ ምህላዉ ከም ጸሓይ ቀትሪ ብሩህ እዩ። ነዚ ታሪኽን መስዋእትን ጎስዮ ንህዝቢ ኤርትራ ስቓይን ስደትን ኣውሪድሉ ዝርከብ ገባቲ ስርዓት ህግደፍ ተኣልዩ እቲ ሕልሚ ናይ ኣቦ ስውኣት ከቢረን ናይ ኩሎም ስውኣትናን ዝነበረ ማዕርነት ሃይማኖታትን ብሄራትን ዝተኸብረላ ፍትሓዊትን ዲሞክራስያዊትን ኤርትራ ንምምጻእ ንቃለሶ ዘለና ቃልሲ ኣብ ዝሓጸረ ግዜ ብዓወት ንምዝዛሙ ሎሚ ውን ኣብ ኣሰርካ ኣለና ብምባል በዚ ኣጋጣሚ ዝኽሪ መዓልቲ መስዋእቲ ኣቡ ሹሃዳ ዓብዱልቃድር ከቢረ ቃልና ነሐድስ። ዓብዱልራሕማን ጣሃኑር ኣቦ ወንበር ሰልፊ ናህዳ ኤርትራ ዕስራን ትሽዓተን መጋቢት

ሓጺር ታሪኽ ህይወት ቀዳማይ ስዉእ ኤርትራ ሸኽ ዓብድልቃድር ከቢረ ኣቦ ስዉኣት ዓብድልቃድር ከቢረ ኣብ ሽሕን ትሽዓተ ሚእትን ክልተን ዓመተ ምህረት ተወሊዶም ዕድሚኦም ንትምህርቲ ምስ በጽሐ መጀመርያ ኣብ ኾልዋ ቤት ትምህርቲ ቁርኣን ድሕሪ ምሕፋዝ ኣብ ምጽዋዕ ቤት ትምህርቲ ፈርናንዶ ማርቲኒ ክሳብ ራብዓይ ክፍሊ ትምህርቶም ዛዚሞም። ዕድሚኦም ንስራሕ ምስ በጽሐ ኣብ ውሽጢ ዓድን ካብ ሃገር ወጻእን ኤምባሲታት፣ ኩባንያታትን ከም ጸሓፋይ፣ ተርጓማይ፣ ምምሕዳርን እንዳሰርሑ ጎኒ ጎኒ ትምህርቶም ብምውሳኽ ድሕሪ ስርሖም ናብ ንግዲ ተመሊሶም ኣብ ኣስመራ ናይ ውልቆም ኩባንያ ገይሮም እንዳሰርሑ ምስ ዝማዕረ ማዕረ ስምዒት ሃገሮም ይግንፍልን ኣደራዕ መግዛእቲ ኣብ ህዝቢ ኤርትራ ዝወርድ ዝነበረ ሱቕ ኢሎም ክሪኡ ነብሶም ኣይገበረሎምን። ኣብ ዝተፈላለየ ግዜ ነቲ ዝነበረ መግዛእቲ ንምብዳህ ዝተፈላለዩ ስራሓት ይሰርሑ እኳ እንተነበሩ ብፍላይ ናይ ውልቆም ስራሕ ድሕሪ ምጅማር ንህዝቢ ኤርትራ ኣብ ዝተፈላለየ ኣጋጣሚ ካብ ዝብልዎ ዝነበሩ ቃላት መፍትሒ ናይዚ ዘሎ መግዛእቲ ህዝቢ ኤርትራ ብትምህርቲ ጥራይ ምዃኑ ዝስዕሮ ናይ ወትሩ እምነቶም ነይሩ። መርኣያ ናይዚ ድማ ሸኽ ዓብደልቃድር ከቢረ ተበግሶ ብምውሳድ ኣብ ኣስመራ ኣብ መደሽቶ ከባቢ ኣኽርያ ናይ ሞያ ቤት ትምህርቲ ኣስሪሖም ንብዙሓት ናይቲ ግዜ'ቲ መንእሰያት ዕድል ትምህርቲ ይህቦም እዮም። እዚ ጥራይ ከይኮነ ነቲ ኣብቲ ግዜ እቲ ከም ጸሊም መጋርጃ ተጋሪዱ ዝነበረ ዕድል ናይ ትምህርቲ ናይ ደቂ ኣንስትዮ ንክቕንጠጥ ሸኽ ዓብዱልቃድር ከቢረ ጎስጓስን ማዕዳን ብምግባር ዘይነዓቕ ኣበርክቶ ገይሮም እዮም። ቀጺሎም እቲ በብቑሩብ ዝጅምር ዝነበረ ቃልሲ ኤርትራ ድሕሪ ካልኣይ ውግእ ዓለም ጣልያን ተሳዒራ መግዛእቲ ናብ እንግሊዝ ምስ ተሰጋገረ ሸኽ ዓብድልቃድር ከቢረ ኣብ ታሪኽ ቃልሲ ኤርትራ ናይ መጀመርያ ዝኾነ ዓብዪ ሰላማዊ ሰልፊ ብምውህሃድ ኣንጻር መግዛእቲ እንግሊዝ ኣካይዶም። ብድሕርዚ ሸኽ ዓብደልቃድር ኮቢረ ምስ ብጾቶም ብዋዕላ ቤት ገርጊስ ዝተፈተነ ናይ ኤርትራውያን ዘተ ምስ ፈሸለ ራቢጣ ኣልእስላምያ ኤርትራ ንኤርትራውያን ማሕበራት ኣብ ምምስራት ዓብዪ ግደ ብምጽዋት ብዙሓት ሰዓብቲ ኤርትራውያን ድማ ረኺቦም። በዚ ድማ ጉዳይ ኤርትራ ኣብ ዓለም ኣፍልጦ ንኽረክብ ኤርትራ ሉዓላዊት ሃገር ንምግባራ ብምንቅስቓስ ኣብ ታሪኽ ንናጽነት ኤርትራ ዝዓበየ ግደ ከምዝነበሮም ይዝከር። ብኣንጻሩ ድማ ኣንጻር ናጽነት ኤርትራ ዝንቀሳቐሱ ዝነበሩ ሸፋቱ ኣንድነታውያን ብዕሱባቶም ኣቢሎም ብወረቐትን ካልእን ብምፍርራሕ ናብ ስዉእ ጅግና ይሰዱን ብተግባራውነቱ ድማ ነቲ ናይ ውልቆም ዝነበረ ሕርሻ ብሸፋቱ ኣንድነት ምቅጻልን ራስያታትን ይወርዶ እኳ እንተነበረ፣ ጅግና ስዉእ ከቢሮ ነዚ ክንዲ ፍረ ኣድሪ ከይሓሰቦ፣ ፈራሓት ሸፋቱ ኣንድነት ከፈራርሑኒ እኳ እንተፈተኑ፣ ኣነ ግን ብዘይካ ካብ ረቢ ካብ ማንም ፍጡር ኣይፈርሕን እየ። ሸፋቱ ኣንድነት ንዓይ ክቐትሉ ይኽእሉ፣ ዕላማይ ግን ኣይቀትልዎን ዝብል መርገጺ ዝነበሮም ኣቦ ስውኣት ጉዳይ ኤርትራ ኩሉ ተወዲኡ ብመሰረት ቆጸራ ሕቡራት ሃገራት ኮይኖም ጉዳይ ኤርትራ ከስምዑ ኣብ ድሮ መገሽኦም ሓደ ዕሱብ ማሕበር ኣንድነት ኣብ ከባቢ ሜዳ ኤርትራ ብዕለት 27 ወርሒ 3 1949 ብጥይት ብምውጋእ ክስወር እንከሎ ኣቦና ሸኽ ዓብደልቃድር ከቢረ ብዙሕ ደም ፈሲስዎም ኣብ ሆስፒታል ብዕለት ዕስራን ትሽዓተን ወርሒ ሰለስተ ሽሕን ትሽዓተ ሚእትን ኣርብዓን ትሽዓተን ዓመተ ምህረት ኤርትራዊ ምእንቲ ኤርትራ ቀዳማይ ብምዃን ምእንቲ ሃገሮም ተሰዊኦም። ዕለት 30 ወርሒ 3 1949 ዓ ም ኣብ መበል ኣርባዓን ሸውዓተን ዓመቶም ብዓሰርተታት ኣሽሓት ሃገራውያንን ወጻእተኛታትን ኣብ ዝተረኽብሉ ኣብ ኣስመራ መካነ መቓብር ሸኽ ኣልኣሚን ብኽብሪ ሓመድ ኣዳም ለቢሶም። ኣብቲ ኣጋጣሚ ሓመድ ድበ ናይ ሸኽ ዓብደልቃድር ከቢረ ዝነበሩ መልቀስቲ ብዙሓት እኳ እንተኾኑ ንሎሚ ግን መልቀስ ናይ ኣቦና መሓመድ ኢማም ሙሳ ድሕሪ ቀብሪ ሸኽ ዓብደልቃድር ከቢረ

ብድሕሪት ሰብ ምዕባት ከም ወኻሩ ከምዚ ድዮም ሃገሮም ዘፍቅሩ ከምዚ ድዮም ናጽነት ዘፍቅሩ እዝስ ባርነት ዝውስኽ ይመስል ንሓዋሩ እንተዝመኽረኩም ምኽረይዶ ተሓቕሩ ገበል ለመጸልኩም ከይትሰሩ ንፋስ ኣይተእትዉ ከይትቖሩ ምንም እንተበዝሑ ዝፍክሩ ምንም እንተበዝሑ ቦምብ ዝውርውሩ ውዒሎም ሓዲሮም ብግብሮም ሓፍሩ ወየ ወየ ወየ ከቢረ እንተተኸወለ ተቐቢሩ ናይ ኣንበሳን ነብርን ዝመሰል ኣጻፍሩ ዕላምኡ ይነብር ንሓዋሩ ኣብ ባንዴራ ዓዲ ተገቲሩ ፍትሒ ብዝወጻሉ ተገቲሩ ፍትሒ ብዝወጻሉ ተመርሚሩ ንዓዶም ዝፈትዉ ብዝሰዓሩ ክገሃዲት ምስጢር ምኽዋሉ ከቢሮ ሞይቱ ዝበልዎስ መዓስ ሞይቱ ኣብ ራቢጣ ዝርከብ ህይወቱ ኣብ ልቢ ራቢጣ ዝርከብ ህይወቱ ዓለም ፈሊጣቶ መንፈዓቱ ቅንእን ምሽባርን ኣሕዲሮም ጸላእቱ እንጌራ እንተ በልዑ ብምሕጻር መዓልቱ ወርዊሮም ሃደሙ ብድሕሪቱ መሕደር ሺሕ ኣይሙቱ ሺሕ ይሙቱ ወየ ወየ ወየ ኢሎም ኣልቀሱሎም ንጅግና ስዉእ ዓብደልቃድር ከቢር። ናይ ሰነ ሽሕን ትሽዓተ ሚእትን ኣርባዓን ሸሞንተን መደረ ቀዳማይ ስዉእ ሸኽ ዓብድልቃድር ከቢረ

ኣብ ቕድሜኹም ደው ኢለ ነዚ ቓል እዚ ኸስምዕ ከለኹ ሓበን ይስምዓኒ። እዛ ዕለት እዚኣ ዝበዝሐ ንናጽነት ሃገሩ ዝጠልብ ብሓደ ድምጺ ናጽነት ዝብለላ ዕለ ስለ ዝኾነት ከኣ ኤርትራ ብሳላ ደቃ ደው ኢላ ክትረእን ኣብዛ ዓለም ህላዊኣ ክትእውጅን ነታ እትደልያ እንኮን መባድልቲ ዘይትርከባን ናጽነት ጥራይ ምዃና ብሓደ ድምጺ እተስምዐላ ዕለት እያ። ካብ ናጽነት ወጻኢ ንዝቐርቡ ዝኾነ ይኹን መባድልቲ ከኣ ኣይፋል፣ እምቢ፣ ሽሕ ግዜ እምቢ ንበሎ። እወ፣
ሽሕ እምቢ ኢልናዮም፣ ሰውራ ጀሚርና መኪትናዮም። ነቲ ናጽነት ኣብዚ ፍሉይ ዝገብሮ፣ ወዲ ሰብ ዘይከም ካልእ ፍጡር ዝነብሮ፣ ንስለ ናጽነት ኢሉ ክጓዓዝ እንከሎ፣ ጽንኩርን በዳህን ኩነት ዝሰግሮ፣ ንናጽነት ክረክብ ዋጋ ዝኸፍሎ፣ ንኽዕቅባውን ዝያዳ እዩ ዝጠልቦ። ሓድነትና ይውስንዎ የድልየና፣ ካብ ዲክታቶርያዊ ስርዓት ክላቐቕ ህዝብና፣ ቅዋም ዝመርሓላ፣ ፍትሒ ዝነግሰላ፣ ማዕርነትን ዲሞክራሲን ዝተግበረላ፣ ሃገር ናይ ኩሉ ትኾነላ እያ ትደሊ ዘላ ኤርትራ። በሽሓት ከፊልና በሽሓት ሰንኪልና ናይ ሰላሳ ዓመት ቃልስና ናጽነት ተጎናጺፍና እቲ ዘምጻናዮ ናጽነትና ግን ተጨውዩ ብመሰልቲ ንዓና ኣይኮነንዶ ሓርነት ንመልክዕያ ዘላ እውን እታ ናጽነትና
ዝኸበርኩም ኣሕዋት፣ እቲ ኤርትራ እትጠልቦ እንኮ ነገር ብኽልተ ቃላት ዝግለጽ ኢዩ። ንሱ ከኣ ናጽነትን ሓርነትን ጥራይ ኢዩ። እወ፣ ናጽነት ክበሃል ከሎ ብዓንተብኡ እውን ንባህርያዊ መሰል ሓደ ህዝቢ ኢዩ። ንኹሉ ፍጡር እንስሳ እውን ከይተረፈ ዕዙዝ ትዕድልቲ ኢዩ። ናጽነት ኣብዚ እቲ ፍሉይ ዝገብሮ ወዲ ሰብ ዘይከም ካልእ ፍጡር ንስለ ናጽነት ኢሉ ክጓዓዝ ከሎ ጽንኩርን በዳህን ኩነታት ዝሓልፎን ንዓኣ ክረክብ ክብል ክቡር ዋጋ ዝኽፈል ምዃን እዩ። ንዐቃቢኣ እውን ከምኡ። ስለዚ እዚ ክቡር ህዝቢ ብሓደ ድምጺ ኣብዚ ተኣኪቡ ንስለ ናጽነት እንተዘመረ ዘገርም ኣይኮነን። እዚ ሓሽከት ቁጽሪ ብሓደ ወጺኡ ሽግ ናጽነት ኣልዒሉ ይረኣ ኣሎ። ንናጽነት ንኽጽውዕ እቲ ኣንጻባሪቕዎ ዘሎ ብርሃን ሽግ ናጽነት ንልቡ ኣዕለቕሊቕዎ ኣሎ። እታ ሽግ ተምሳል ናጽነት እያ። ናጽነት ከኣ ትወስዳ እምበር ኣይምጠወልካን፣ ተመኒኻ ጥራይ ዝርከብ ኣይኮነን። እወ፣
ነቲ ናጽነት ኣብዚ ፍሉይ ዝገብሩ፣ ወዲ ሰብ ዘይከም ካልእ ፍጡር ዝነብሩ፣ ንስለ ናጽነት ኢሉ ክጓዓዝ ከሎ ጽንኩርን በዳህን ኩነት ዝሰግሩ ንናጽነት ክረክብ ክብል ክቡር ዋጋ እዩ ዝኸፍሉ። ንኽዕቅባ ውን ዝያዳ ዋጋ እዩ ዝጠልቦ። ሓድነትና ይውስንዎ የድልየና። ካብ ዲክታቶርያዊ ስርዓት ክላቐቕ ህዝብና ቅዋም ዝመርሓላ፣ ፍትሒ ዝነግሰላ፣ ማዕርነት ዲሞክራሲ ዝትግበረላ ሃገር ናይ ኩሉ'ያ ትኹነላ እያ ትደሊ ዘላ ኤርትራና።
ዝኸበርኩም ኣሕዋት፣ ናጽነት እኳ ከም ቃል እንተ ርኢናያ፣ ካብ ኣላህ ዝተለገሰት ብርሃን ኢያ። በቲ ብርሃን ገይሩ ዘርሓወን ጽኑዓት ኣመንቲ ልብታት ከኣ ብሓደ ቃል ናጽነትን ሓርነትን ኢለን ንኸድምጻ ከም ዝተኣኻኸባ ይገብረን። እቶም ልቦም ዝጸልመቶም ግን ትርጉም ናጽነት ስለ ዘይረኣዮም፣ ልቦም ስለ ዝዓወረ ኣመላኻኽትኦም ክንዮ ኣፍንጮኦም ዘይሰግር ይኸውን እሞ ነቲ ኣላህ ከም ህያብ ዝሃቦም ጸጋ ናጽነት ብሕሱር ዋጋ ክሸጥዎ ንሕልኖኦም ብምጽራር ብህውኽ ኣካይዳ መፍቶ ሓሶት ጸላእቲ ናጽነት ይኾኑን ንሳቶም ቅድሚ ዝኾነ ካልእ ንመብጽዓ ኣላህ እዮም ረጊጾም መሲልዎም እምበር ግደ ሓቅስ ንገዛእ ርእሶም እዩ ባዕሎም ኸዲዕዎም ስኒት የብሎምን እወ
እቶም ልቦም ዝጸልመቶም ክንዮ ኣፍንጭኦም ዘይሰግር ኣመላኽተኦም ሓደ ዓመት ከይመሃሩ ምሉእ መዋእሎም ዝድንቁሩ ብፍቕሪ ሃጎር ባዶ ዝስፈሩ እከይ ተግባራት ዝገብሩ ቅድሚ ስሳን ሓሙሽተን ዓመት ንዓኻ ዝቐተሉ ኣቦ ስዋኣት ሓበን ኤርትራና እንተዘይቀትሉኻ ጸላእቲ ሃገርና ምሰለጠ ነይሩ ጉዳይ ናጽነትና ኣይምፈሰሰን ነይሩ ደም ጀጋኑና ኣይምተኸፍለን ነይሩ ሂወት ስውኣትና። ዝኸበርኩም ኣሕዋት፣ ልዑል ምስጋና ነቲ ነዒንቲ ዝበዝሑ ኤርትራውያን ብርሃን ንምልጋስ ንናጽነት ከም ዝርእዩ ዝገበረ ኣላህ ይኹን። ነቶም ካብ ጥልሚ ርሒቖም ናብ ቅኑዕ መገዲ'ዛ ዝተቐደሰት ሃገር ዘምርሑ ደቃ ከኣ ኣላህ ምስኦም እዩ። እወ ነዛ መሰላ ትሓትት ዘላ ሃገር ነዚ ሓቂ ዝጠልብ ዘሎ ህዝቢ እቲ ኩሉ ዝከኣሎ ለጋስ ኣላህ ውዒሉ ሓዲሩ እታ ድልየቱ ክህቦ እዩ ሃገርና ተስፋ ኣይክጽልምትን እዩ ንመሰላ ብዘይካ ንዑ ዛኪድ ናብ ካልእ ኣይተጸጋዕትን ኣላህ ባዕሉ እውን ቃል ኣትዩ እዩ እንተዐዊትኩምኒ ከዐውተኩም እየ ናባይ ተጸጉዑ ዝብል ቃል መብጽዑኡ ኸኣ ዓወት እዩ እቲ ቀንዲ ጉዳይና ከኣ ክብረት ህዝብና ሃገርናን እዩ። ክብረት ናይቲ ምእንቲ መሰሉ ዝዋደቕ ህዝቢ፣ ሓቂ መሰል ህዝቢ ኤርትራ ከኣ ናጽነትን ሓርነትን እዩ። እወ ልዑል ምስጋና ንፈጣሪ ኣብ ትሕቲ ሓይሉ ርኢና ናጽነትና ሎሚ እውን ኣብ ትሕቲ ሓይሉ ፍቓዱ ክድምሰሱ እዞም ንህዝብና ዘለዉ ዝቐትሉ ዘንድዱ እወ ብፍቓዱ ክሓልፈላ ሃገርና ብፍቓዱ ክድልድል ሓድነትና እወ ብፍቓዱ ሰላም ክሰፍና ኤርትራና ክንድሕን ካብ ምሻጥ ኣካል ሰውነትና ካብ ሲናይ ስቓይ መቕተልትን ክድሕን ህዝብና ዲክታተራዊ ስርዓት ፈጺሙ ክጠፍእ ካብ ሃገርና ክፍትሑ ናይ ፖለቲካ እሱራትና ክትግበር ቅዋም ኣብ ሃገርና ካብ ስደት ንሃገሩ ክምለስ ህዝብና ፍርዶም ክቕበሉ እዞም ጸላእትና። ኣየወ ዓብዱልቃድር ከቢረ ኣንታ መዓር ኣፉ ኢሎምና እንድዮም ንጀና ሓሊፉ እዚ ብሸፋቱ ዝተፈጸመ ቅትለት፣ ሃገር ከይሓልፈላ ከይተንበልብል ባንዴራ እስከ እንታይ እዩ ነይሩ ዕላምኡ ንወከስ ካብቲ ነገርኡ። ዝኸበርኩም ኣሕዋት እዘን ክልተ ቃላት እዚኣተን ተኣምር ኣለወን ደጋግምወን እሞ ወትሩ ከኣ ኣብ ልብኹም ኣንብርወን ዘክርወን ክሳብ ኣብ ደምኩም ዝሰርጻ ሸውኡ እየን ንርሕቀትን ስፍሓትን ኣድማስ መሊኤን ንሰማያት ሰንጢቐን ናብ ዋና ፍትሒ ዝኾነ ኣላህ ዝበጽሓ ኣላህ ኸኣ ንግዝኣቱ ኣይብድልን እዩ። እወ እወ እዘን ክልተ ቃላት እዚኣተን ተኣምር ኣለወን ኢሉና ኣቦና ከቢረ ወትሩ ከኣ ካብ ልብኹም ዘክርወን እወ ኢሉና እዩ ክሳብ ደምኩም ዝሰርጻ ግበርወን በቲ ስፍሓት ኣድማስ ሰንጢቐን ናብቲ ዋና ፍትሒ ዝኾነ ኣላህ በጺሐን ፈጣሪ ከኣ ንግዝኣቱ ኣይብድልን ነቶም ሰብ ሓቂ ዘዕውትን እሞ ኣዝግዮ ንበል ዱዓ ንግበር ኩላትና ተሰማሚዕና ወላ ሓንቲ መዓልቲ ጾም ውዒልና ንለምኖ ፈጣሪና ካብዚ ዘሎ ስርዓት ክገላግለና ስለ ልዕሊ ወጽዓ ዝተወጻዕና ንመን ኢልዎ ፈጣሪ ካባና እዩ ድሌትና ጥራይ ብንጽህና ጸሎት ዱዓ ንግበር ኩልና።